እታ ሙሴ ብሃልሃልታ ሓዊ ተኸቢባ ኸላ፣ ጨናፍራ ኸኣ ዘይትቃጸል፣ ኣብ በረኻ ዝረኣያ ኦም ክሊዓው፣ ንድንግል ማርያም ትመስል። ኣብኣ ብዘይ ርኽሰት ቃል ኣብ ሰብ ኮነ። ናይ መለኮቱ ሃልሃልታ ድማ ንድንግል ኣየቃጸላን። ምስ ወለደቶ ብድንግልናኣ ተረኽበት። ብመለኮቱ ምሉእ ከሎ ፍጹም ሰብ ኮነ። ንሱ እቲ ሓቀኛ ኣምላኽ መጺኡ ኣድሒኑና እዩ እሞ ኦ ቅድስት ድንግል ለምንልና። ኦ እግዝእትነ ማርያም ኣደ ኣምላኽ ነዕብየክን ነኽብረክን ኣሎና እሞ በረኸትኪ ኣብ ልዕሊ ኩልና ይኹን። ድንግል ማርያም ወላዲት ኣምላኽ ናይ ኩልና መመኪሒት እያ። እቲ ቀደም ኣብ ባህሪና ወለዶና ተፈሪዱ ዝነበረ መርገም ብኣኣ ተሳዒሩ እዩ። እታ ሰበይቲ ብዝገበረቶ ዓመጽ ካብ ዝተኸልከለት ፍረ ኦም በልዐት። በዚ ምኽንያት እዚ ድማ ብሄዋን ኣፍደገ ገነት ተዓጽወ። ብድንግል ማርያም ግና ከም ብሓድሽ ተኸፍተልና፣ ካብ ዕፀ ህይወት ከዓ ኽንበልዕ ዓደለና፣ ንሱ ኸዓ ናይ ጐይታና ኢየሱስ ክርስቶስ ቅዱስ ሥጋኡን ክቡር ደሙን እዩ፣ ምእንቲ ፍቕርና መፂኡ ኣድሓነና። ነዚ ዝነገረና ዘደንቕ ምስጢር ክፈልጥ ዝኽእል ኣእምሮስ ኣየናይ'ዩ? ኣየናይ ልቢ፣ ኣየናይ ልሳን፣ ወይ ኣየናይ እዝኒኸ'ዩ? እግዚኣብሔር መፍቀሪ ሰብ'ዩ። ንሱ ሓደ በይኑ ናይ ኣብ ቃል፣ ብመለኮቱ ብዘይ ጉድለት ቅድሚ ዓለም ዝነበረ ኣምላኽ'ዩ።

እታ ብጻዕርን ብሕማምን ብሓዘን ልብን ክትወልድ ዝተፈርዳ ኸርሲ ምንጪ ማይ ህይወት እምበር ኮነት። ካብ ወገናት ደቂ ኣዳም ከኣ መርገም ዝስዕር ብዘይ ዘርኢ ሰብኣይ ወለደት። ስለዚ ኦ መፍቀሪ ሰብ ምስጋና ንዓኻ ይኹን እናበልና ነመስግኖ። ንሱ ሕያዋይን መድሓን ነብሳትን እዩ። ኦ ቅድስቲ ድንግል ለምንልና። ብዘይ ዘርኢ ኣምላኽ ዝወለደት ድንግል ሓይሊ ከርሳ ከመይ ዝበለ ዘደንቕን እጹብን እዩ። እቲ ንዮሴፍ ዝተገልጸሉ መልኣኽ ከምዚ እናበለ መስከረ፣ እቲ ካብኣ ዝውለድ ቃል እግዚኣብሔር ብግብሪ መንፈስ ቅዱስ እዩ። ብዘይ ምልዋጥ ከኣ ሰብ ኮነ። ድርብ ሓጎስ ንዝኾነ ጐይታ ድንግል ማርያም ወለደቶ። ወዲ ክትወልዲ ኢኺ ስሙ ከኣ ኣማኑኤል ክበሃል እዩ፣ ትርጉሙ እግዚኣብሔር ምሳና እዩ በላ። መሊሱውን ንህዝቡ ካብ ሓጢኣቶም ከድሕኖም እዩ እሞ ኢየሱስ ክበሃል እዩ በላ። ብሓይሉ ከድሕነና ሓጢኣትና ክሓድገልና እዩ። ንሱ እቲ ሰብ ዝኾነ ብርግጽ ኣምላኽ ከም ዝኾነውን ፈሊጥናዮ ኢና እሞ ንዘለዓለም ኣለም ምስጋና ንዕኡ ይኹን።

ካብ ኣብ ብዘይ ድኻም ቃል ወጸ፣ ካብ ድንግል ከኣ ብዘይ ሕማም ተወልደ። ንዕኡ ሰብኣ ሰገል ሰገዱሉ። ኣምላኽ ስለ ዝኾነ ዕጣን ኣምጽኡሉ፣ ንጉስ ስለ ዝኾነ ከኣ ወርቂ ኣምጽኡሉ። ንዕለተ ሞቱ ዝወሃብውን ከርበ ኣምጽኡሉ። መሕወይ ዝኾነ ጎይታ ምእንታና እዚ ኩሉ ተቐበለ። ንሱ ሓደ በይኑ መፍቀሪ ሰብ እዩ። ኦ ቅድስቲ ድንግል ለምንልና። እግዚኣብሔር ካብ ጎኒ ኣዳም ሓደ ዓጽሚ ምውሳዱ ዘደንቕ ነገር እዩ። ካብኡ በቲ ዝወሰዶ ዓጽሚ ንሔዋን ፈጠረ። ካብኣቶም ከኣ ኩሎም ደቂ ሰባት ገበረ። ቃልኣብ ጎይታ ውን ካብ ቅድስቲ ድንግል ማርያም ስጋ ለበሰ፣ ሰብ ኮነ። ኣማኑኤል ከኣ ተባህለ። ምእንትዚ ናብ ፍቁር ወዳ ከተማልደልና ኩሉ ግዜ ናብኣ ንለምን። ንሳ ብኹሎም ቅዱሳንን ሊቃነ ጳጳሳትን ሕያውይቲ እያ፣ ነቲ ክጽበይዎ ዝጸንሑ ጎይታ ኣምጺኣትሎም እያ።

ካብ ሕያውነቱ ይቕሬታ ንደልን ንለምንን፣ መጺኡ ኸኣ ኣድሒኑና እዩ። ኦ ቅድስቲ ድንግል ለምንልና። እግዚኣብሔር ንዳዊት ካብ ፍረ ከርስኻ ኣብ ዝፋንካ ከቐምጠልካየ ኢሉ ብሓቂ መሓለሉ። ኣይጣዓስን ከኣዩ። ዳዊት እቲ ጻድቕ ከኣ ክርስቶስ ብስጋ ካብ ዘርኡ ከም ዝውለድ ኣሚኑ ምስ ተቐበሎ፣ ንቓል እግዚኣብሄር መሕደሪ ወይ ድማ መመስገኒ ዝኸውን ቦታ ክደሊ ጀመረ። ነዚ ኸኣ ብዓብዪ ትግሃት ፈጸሞ። ብድኅር'ዚ ብመንፈስ ተገሊጹሉ፣ እንሆ፣ ኣብ ኤፍራታ ኣብ ማኅደር ኣምላኽ ያዕቆብ፣ ከበኪ ሰማዕናዮ ኢሉ ጨርሐ። ንሳ ኸኣ ኣማኑኤል ንድኅነትና ብሥጋ ኣብኣ ኪውለድ ዝመረጻ ቦታ ቤተልሔም'ያ። ካልእ ሓደ ካብ ነቢያት ሚልክያስ ከኣ፣ ኣንቲ ቤተልሔም ምድሪ ኤፍራታ፣ ካብ ነገስታት ይሁዳ ኣይትንእስን ኢኺ፣ ንህዝበይ እስራኤል ዝጓስዮም ንጉስ ካባኺ ኺወጽእ እዩ በላ። እዚ ናይ ክልቲኦም ትንቢት ብሓደ መንፈስ ከምዚ ኢሎም ብዛዕባ ክርስቶስ ምንባዮም ከመይ ዝበለ ኣደናቒ ነገር እዩ! ንዕኡ ምስ ሕያዋይ ኣቦኡን መንፈስ ቅዱስ ካብ ሕጂ ክሳዕ ንዘለኣለም ምስጋና ይኹኖ። ኦ ቅድስት ድንግል ለምንልና! ንእስራኤል ዝነገሰ ንጉስ ዳዊት፣ ጸላእቱ ኣብ ልዕሊኡ ምስ ተንስኡ፣ ካብ ዒላ ቤተልሄም ማይ ክሰቲ ደለየ። ካብቶም ሰራዊቱ ኣሕሉቑ ዝኾኑ ድማ ቀልጢፎም ተንሲኦም፣ ኣብቲ ኸተማ ጸላእቶም ተዋጊኦም፣ ካብቲ ክሰትዮ ዝደለየ ማይ ኣምጽሉ። ንሱ፣ እቲ ጻድቕ ዳዊት ግና ነቶም ሰራዊቱ፣ ምእንታኡ ክብሉ ጨኪኖም ነፍሶም ንሞት ኣሕሊፎም ከም ዝሃቡሉ ምስ ረኣየ፣ ነቲ ማይ ከዓዎ፣ ካብኡውን ኣይሰተየን፣ እዚ ኸኣ ንዘለኣለም ጽድቂ ዀይኑ ተቖጽረሉ። ሰማእታት እውን ናይዛ ዓለም ጣዕሚ ብሓቂ ነዓቕዎ፣ ምእንቲ እግዚኣብሄር ኢሎም ከኣ ደሞም ኣፍሰሱ። መንግስተ ሰማያት ኪረኽቡ ኢሎም ድማ፣ ኦ ጐይታ፣ ከም ምሕረትካ ይቕረ በለልና! እናበሉ መሪር ሞት ተዓገሱ። ኦ ቅድስቲ ድንግል ለምንልና! ካብ ቅድስት ሥላሴ ሓደ ኣካል፣ ውርደትና ርእዩን ጠሚቱን ካብ ሰማየ ሰማያት መጺኡ ኣብ ከርሲ ድንግል ሓደረ፣ ብዘይ ሓጢኣት ከኣ ከማና ፍጹም ሰብ ኮነ። ከምቲ ነብያት ክውለድ እዩ እናበሉ ዝተነበይዎ ኣብ ቤተልሔም ተወልደ። ተወሊዱ ድማ ኣድሓነና ተበጀወና ህዝቡ ድማ ገበረና ኦ ቅድስቲ ድንግል ለምንልና ውዳሰ ማርያም ናይ ሓሙስ ስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ኣሜን። ኣንቲ ቤተልሔም ምድሪ ኤፍራታ፣ ካብ ነገስታት ይሁዳ ኣይትንእስን ኢኺ። ንህዝበይ እስራኤል ዝጓስዮም ካባኺ ክመጽእ እዩ።